ረድዮ ኣዳል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ረድዮና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቆጻጽራ ኣስመራ ኣብ ሓጺር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪሎሃር ወይ እውን ዕስራን ሓሙሽተን ሜተር ባንድ ብክልቲኡ ቋንቋታት ዓረበኛን ትግርኛን ብቐጥታ ናብ ኤርትራን ከባቢኣን ዝቃላሕ ፈነወ'ዩ። ፈነወ ሬድዮና ክትከታተሉን ከተስፍሑን ዓቢ ተስፋ ኣለና። ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ድምጺ ኤሪትራውያን ናይ መሰል ስምዕታ ባይላ ትርከቦ ትድበስ ብሩፍታ ናይ ርሳ ርምዒታ ኣስጊራ ቶቃታ።
ክቡራትን ክቡራንን ሰማዕትና ከመይ ትቕንዩ ካብ ሬድዮ ኣዳል ምዉቕ ሰላምታና ይብጻሕኩም እናበልና ናይ ሎሚ ቀዳም ዕለት ዕስራን ሓሙሽተን መጋቢት ክልተ ሽሕን ዓሰርተ ሸውዓተን መደባትና ንጅምር ኣቐዲምና ብሃገራዊ ዜና ክንጅምር ኢና ቀጺልና ሓንቲ ግጥሚ ብመንእሰይ ሓጎስ ቀሺ ካብ ሃገረ ስዊስ ከነቕርበልኩም ኢና። ኣብ ምጨረሻ ኣስተምህሮ ፕሮፌሶር ተስፋጽዮን መድሃንየ ካልኣይ ክፋሉ ሒዝናልኩም ክንቀርብ ኢና። መደባትና ከምቲ ልሙድ ብባህላዊ ዜማታት ዝተሰነየ ክኸውን እዩ። ምስ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ክቡራትን ክቡራንን ሰማዕትና ካብዚ ብምቕጻል ናይ ሎሚ ቀዳም ዕለት ዕስራን ሓሙሽተን መጋቢት ክልተ ሽሕን ዓሰርተ ሸውዓተን ሃገራዊ ዜና ነቕርበልኩም። ብመጀመርያ ኣርእስቲ ዜና እነሆ። ኣብ ወሽመጥ ዓረብ ዝነብሩ ኤርትራውያን ኣብ ኣሜሪካ ንክጣየሱ መደባት ኣሎ። ኣብ ደቡብ ግብጺ ኤርትራውያን ስደተኛታት ተጻዒና ትጓዓዝ ዝነበረት ኣውቶቡስ ከም ዝተገልበጠት ማዕከናት ዜና ግብጺ ገሊጾም። ቤት ምኽሪ ሰብኣዊ መሰላት ሕቡራት ሃገራት ብዛዕባ ጉዳይ ሰብኣዊ መሰላት ኣብ ኤርትራ ዝኾነ ኣውንታዊ ለውጢ ከም ዝተረጋገጸ ኣፍሊጡ። ክቡራን ሰማዕትና ካብ ኣርእስቲ ዜና ናብ ዝርዝራቱ ነሰጋግረኩም። ኣቡዘቢ መንግስቲ ኣሜሪካ ወሽመጥ ዓረብ ካብ ዝነብሩ ኤርትራውያን ሱርያናውያን ኣብ ኣሜሪካ ንኸጣየሱ ድልውቲ'ያ ዝብል መግለጺ ብቤት ጽሕፈት ላዕለዋይ ኮሚሽን ስደተኛታት ሕቡራት መንግስታት ኣብ ኣቡደቢ ዋና ከተማ ኢማራት ዓረብ ኣብ ዝተፈላለየ መዓልትታት ከምዝተዘርገሐ ካብቲ ቦታ ዝበጽሓና ጸብጻብ ሓቢሩ። እዚ መግለጺ'ዚ ምስተሰምዐ ቀጽሪ ቤት ጽሕፈት ኮሚሽን ስደተኛታት ካብ ዝተፈላለየ ከተማታት ኢማራት ዓረብ ካልኦት ሃገራት ወሽመጥ ዓረብን ብዝመጹ ኤርትራውያን ዒቕ ከም ዝበለ ተፈሊጡ። ብሰንኪ'ዚ ከኣ ምዝገባ ዝካየደሉ ግዜ ሰኑይን ረቡዕን ንኽኸውን ከም ዝተወሰነ እቲ ዝበጽሓና ጸብጻብ ሓቢሩ። ንዜጋታት ናይዘን ክልቲኤን ሃገራት ንምቕባል መንግስቲ ኣሜሪካ ዘርኣዮ ቁርብነት፣ ኣብ ክልቲኤን ሃገራት ዘይምርግጋእ ፖለቲካዊ ጸገማት ሰፊኑ ስለ ዘሎ'ዩ ክብል ሓደ ካብቶም ሓለፍቲ ቤት ጽሕፈት ላዕለዎት ኮሚሽን ስደተኛታት ገሊጹ። ኣብ ኤምባሲ ስርዓት ህግደፍ ዝሰርሑ ኤርትራውያን ስድርኦም ከይተረፉ ኣብ ኣሜሪካ ንምጥያስ ድሮ ተመዝጊቦም ምህላዎም ስርዓት ህግደፍ ኣብ ዓሚቕ ቅልውላው ኣትዩ ምህላዉ ዝሕብር ኣብነት ምዃኑ ንብዙሓት ተዓዘብቲ መዛረቢ ጉዳይ ኮይኑ ምህላዉ ተፈሊጡ። እዚ ዝገርም ከኣ ቤት ጽሕፈት ላዕለዋይ ኮሚሽን ስደተኛታት ኤምባሲ ስርዓት ህግደፍ ኣብ ሓደ ከባቢ ዝርከቡ ኮይኖም ካብ ዕስራ ክሳብ ሰላሳ ሜትሮ ጥራሕ'ዩ ዝፈልዮም። ግብጺ፣ ብሰሉስ ዕለት ዕስራን ሓደን መጋቢት ክልተ ሽሕን ዓሰርተ ሸውዓተን ኣብ ደቡብ ግብጺ ዝርከብ ዓዲ ናቕራ ነስር ኣል-ኑባ ዝተባህለ ቦታ ኤርትራውያን ስደተኛታት ተጻዒና ዝጓዓዝ ዝነበረት ኣውቶቡስ ከም ዝተገልበጠት ማዕከናት ዜና ግብጺ ገሊጾም። ብሰንኪ'ዚ ሓደጋ'ዚ ዓሰርተ ሓሙሽተ ዝኾኑ ኤርትራውያን ተጎዲኦም ምህላዎም እቲ ዜና ሓቢሩ። ብመሰረተ ናብ ሓላፊ ጸጥታ ከተማ ኣስዋን ሚጀር ጀረናል መጂድ ሙሳ ካብቲ ቦታ ዝቐረበ ጸብጻብ፣ እቶም ተጎዲኦም ዘለዉ ዓሰርተ ሓሙሽተ ሰባት ብምሉኦም ኤርትራውያን ምዃኖም ከረጋግጽ ተኻኢሉ። ሰበስልጣን ግብጺ ነቶም ዓሰርተ ሓሙሽተ ሰባት ንሕክምና ናብ ሆስፒታል ነስር ኣን-ኑባ ከም ዘብጽሑዎም ተፈሊጡ። ምኽንያት ናይቲ ዘጋጠመ ሓደጋ እታ ኣውቶቡስ ብዓቢ ናህሪ ትጓዓዝ ስለ ዝነበረት እዩ ክብል ጸብጻብ ፖሊስ ኣረጋጊጹ። እዞም ዝተገልበጡ ስደተኛታት ብዘይሕጋዊ መንገዲ ካብ ሱዳን ነቒሎም ንግብጺ ዝኣተዉ ምዃኖም እቲ ዜና ኣፍሊጡ። ጂኔቫ፣ ቤት ምኽሪ ሰብኣዊ መሰላት ሕቡራት ሃገራት ዕለት ዓሰርተ ሰለስተ መጋቢት ክልተ ሽሕን ዓሰርተ ሸውዓተን ኣብ ዘካየዶ መበል ኣርባዓን ሰለስተን ዙር ኣኼብኡ፣ ጸብጻብ መርማሪት ኮሚሸን ሰብኣዊ መሰላት ድሕሪ ምስማዕ፣ ኣብ ጉዳይ ሰብኣዊ መሰላት ኣብ ኤርትራ ዝኾነ ኣውንታዊ ለውጢ ከምዘይተረጋገጸ ኣፍሊጡ። መብዛሕቲኦም ወከልቲ ሃገራት ኣብ ዘቕረብዎ መደረ፣ ኩነታት ሰብኣዊ መሰል ኣብ ኤርትራ ካብ ክልተ ሽሕን ዓሰርተ ሽዱሽተን ዝነበሮ ኣተሃላልዋ ናብ ዝበኣሰ ደረጃ በጺሑ ምህላዉ ጠቒሶም። ኣህጉራዊት ልእኽቲ ቤት ምኽሪ ሰብኣዊ መሰላት ወይዘሮ ኤላ ካትሮስ ኣብ ልዕሊ መንግስቲ ኤርትራ ጽኑዕ ስጉምቲ ክውሰድ ተማሕጺና። መንግስቲ ኤርትራ ካብቲ ኣትዩዎ ዝነበረ ምሕጽንታ ኣብ ግብሪ ፈጺሙ ኣየውዓሎን ክትብል ወይዘሮ ካትሮስ ገሊጻ። ናይ ኤርትራ ሓለፍቲ ይትረፍዶ ናይ ገዛእ ርእሶም ተበግሶ ወሲዶም ኩነታት ሰብኣዊ መሰላት ከመሓይሹ ዝፍትኑ ኣብዚ መዳይ'ዚ ዝወሃቦም ምኽሪ'ውን ክቕበሉ ቅሩባት ኣይኮኑን። ካብቶም ቃሎም ዘቕረቡ ወከልቲ ሃገራት ብጀካ ሓሙሽተ ወከልቲ ንመርገጽ መንግስቲ ህግደፍ ዝደገፉ ከም ዘይነበሩ ክፍለጥ ተኻኢሉ። እቶም ሓሙሽተ ወከልቲ ካብ ቢላሩስያ፣ ቻይና፣ ቨንዝዌላ፣ ሱዳንን ሰሜን ኮርያን ምዃኖም ተሓቢሮም። ክቡራትን ክቡራን ስማዕትና ንሎሚ ዘዳለናልኩም ዜና ኣብዚ ይድምድም ምስ ቀጻሊ መደባትና ሰናይ ምክትታል ንምነየልኩም።

ተለዓል ተለዓል ተለዓል ኤርትራዊ እወ ሓቢርካ ተለዓል ኤርትራዊ ኣብ ክንድና ብሓርነታ ምልኪ ተእዊ ምሂን ምሂን ተበሃል ብዕላዊ ንቕሓትካ ክባብሎ ይትኹን መሰልቸዊ ግዴታ ኣለካ ናይ ሃገርካ ሓላፍነታዊ ስለ ዝኾነ ድማ ተለዓል ብዕሊ ካብ ቀደሙስ እንታይ ነይሩካ ዝፈላሊ ኣእምሮኻ ስርሓዮ ንሽግራትካ ዘለሊ ብድቁስካ ክርህወካ ሓጢኣት እዩ ክትጽሊ እወ ንሓርነት በል ግብሪ ሓረድትኻ ኣይተሳሊ ብርግጽ ቃልሲዩ መንገዲ ሓርነት ሰሚርና ንውፈር ክመጽእ ሓብ ዓወት ዕድመና ተፋሪቑ ኣብ ስደት ንግዚኡ ዘይኮነስ ንጽባሕ ንሕሰብ ብፍልጠት ኣብ ንቕሓት ዕብየት ንመርከስ ንሕምቀት ንግበረሉ ደረት ኤርትራውያን ሓደ ክነስና ደቂ ሓደ ህዝቢ ብስነ ሓሳብ ፋሕ ዝበልና ከም ዕንዝራ ንህቢ ጽላኣት ወጊድና ኣብ ክንዲ ፍቕሪ ንዓቢ ነንሕድሕድና ክንዋጠጥ ይመጽእ ሰላቢ ናተይ ባ ናትካ ክንበሃሃል ንስእን ኣለና ንሰማማዕ እስከ ክቡራት ኣሕዋት ቁልፍና ይፈታሕ ኣይንኹን የዋሃት ሕልናና ይዕበ ንስራሕ ብትግሃት ከመይ ነብስና ይገብረልና ሃገርና ብውሕዳት ክትብሓት ኣብ ክንዳና እኳ እዮም ሓሊፎም ጀጋኑ ነሽሓት ክትዕ ምኑቓት ኣይኮነን ቃልሲ ልዕሊ ዅሉ ክሰርሕ ኣለዎ ርእሲ ብንቕሓት እዩ ዝድበስ ናይ ድንቁርና ፈውሲ በጃኹም በጃኹም ስለ ህዝብን ሃገርን ንሕሰብ ኣብ ነበረ ሕስብ እሞ ነብሎ ናይ ሃገርና መዓስ ነዚ ነይሩ ራእና ናብ ሕሱም ድኽነት ቀይሮም ህይወትና ኣብ ህንፀት ውሑዳት ተሚሞም ጉልቦትና ብዘይኩሩምቶም ሕፃን እንዳቐርጡም ይፃወቱ ኣለዉ ህዝብና ካብቲ ዝገርም ሃብቲ ሃገር ጓሕጒሖም ንህዝቢ ከም ዘይሰማማዕ ከፋፊሎም ብናህሪ ንዝምታ ጭፋሮም ገቲሮም እታ ንኽይድ ትብል መዝሙሮም ብቐጥታ ናብ ጥፍኣት ህዝብና እዮም መሪሖም እሞኸ መንእሰይ ኤርትራ ብዘይ ኣፈላላይ ኩልና ብሓበራ ሰብኣ ስኢና ሃገራ ንርኢ ኣለና ዓቢራ ንሸባሸብ ዘለና ክነድሕና ካብ መፈንጠራ ወይስ ደቂስና ኣብ ዘበነ ውርውራ ነብስኻ ይትዕምራ እንዳበልና ሕልና ካባና ጠፊኣ ገይራ ከይንጋገ ቃልሲ ሓርነት ይብጻሕ ኣብ ምዕራፉ ብተግባር ክንርኢ ምልኪ ተጓሒፉ ተለዓል መንእሰይ ብተግባር ሕልና ሰኒቅካ ኩልኻ ብሓባር ምልኪ ረጊጽካ ናብ ሓርነት ተሳገር ዋና ከም ዝሰኣነ ንህቢ ካብ ዓድኻ ይትባረር ፍርሒ ቀቢርካ ብትብዓት ኣድሕን ንሃገር እወ ሕብረትካዩ ምስጢር ዓወትካ ስግ ሓርነት ክትውላዕ ኣብ ማእከል ሃገርካ ቃልስኻ ይዘራእ ክሕፈስ ምህርትኻ ርእስኻ ኣይተድንን ፍርሒ ከይስዕረካ ስመር መንእሰይ ደልድል ቃልስኻ ብውሑዳት ኣይትደሃል እመና ንስኻ እወ ብውሑዳት ኣይትደሃል እመና ንስኻ ምልኪ ፍረስ ሕጊ ይንገስ ካብ ሓውኹም ሓጎስ የማነ ሎዛን ስዊዘርላንድ

ክብራና ሰማዕትና እዚ መደብ መደረን ኣስተምህሮን ብ1999 ዓ ም ብፕሮፌሶር መድሃኔ ተስፋጽየን ዝተዋህበ መደረ ኮይኑ ስጋብ ኣብዚ እዋን ንዘሎ ኩነታት ኣጸቢቑ ስለ ዝገልጽ ኣብ ዓሰርተ ክፋላት ከነቕርብልኩም ኢና። እዚ መደረ እዚ ብዛዕባ ባህርያት ስርዓት ኤርትራ፣ ኩነታት ውግእ ኤርትራ ምስ ጎረባብታ ሃገራት ብሓፈሻ፣ ኩነታት ውግእ ምስ ኢትዮጵያ ብሰፊሑ ወዘተ ዘጠቓለለ ኮይኑ፣ ኣብ መጨረሻ ሃገራውነት ብምግላጽ መንዩ ሃገራዊ ዘብርህ ኣስተምህሮ ዘጠቓለለ ምዃኑ ንሕብር። ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ።
ኤርትራዊ ሃገራውነት ማለት እምበኣር ንህዝቢ ኤርትራ ምፍቃር ማለት እዩ ካብ ራስ ካሳር ክሳብ ራስ ዱሜራ ካብ ደሴታትን ደንደስ ቀይሕ ባሕርን

ቅድሚ ሓምሳን ሓሙሽተን ዓመት ማለት ብወርሒ ጥሪ ሽሕን ትሽዓተ ሚእትን ኣርባዓን ኣርባዕተን ዓመተ ምህረት ነፍስሄር ወልደኣብ ወልደማርያም ኣብ ሰሙናዊ ጋዜጣ ብዛዕባ ሃገር ሓደ ድርሰት ኣሕተሙ። ፍቕሪ ዓዲ ብባህርያቱ እንታይ ከም ምዃኑ እምነቶም ብምንጽብራቕ በዚ ዝስዕብ ቃላት ገለጽዎ፣ ሓደ ናይ ሓቂ ሰብ ቅድሚ ኹሉ ነቲ ፈጣሪኡን መድሓኒኡን ማለት ንኣምላኽ ከፍቅር ይግባኦ፣ ቀጺሉ ንስድራቤቱ ከፍቅር ይግባኦ፣ ቀጺሉ ድማ ንሃገሩ ከፍቅር ይግባኦ። እቲ በዚ መንገዲ እዚ ተር ቢሉ ዘይከይድ ሰብ እሞ ሃገረይ እፍቅር እየ ድማ ዝብል ጉጉይ እዩ። ሓደ ኣቡኡን ኣዲኡን፣ ሓውን ሓብቱን፣ በዓልቲ ቤቱን ደቁን ዘየፍቅር ሰብ ከመይ ኣቢሉ ወዲ ሃገሩ ከፍቅር ይኽእል? ፍቕሪ ማለት ፍቕሪ ሃገር ተፈጥሮ እዩ። ግናኸ ፍቕሪ ትምህርቲ ድማ እዩ። ተፈጥሮ እዩ ስለምንታይ ዑፍ ከይተረፈ ቤታ ተፍቅር እየ፣ ውኻርያ ከይተረፈት እውን ጉድጓዳ ተፍቅር እያ። ፍቕሪ ትምህርቲ ድማ እዩ። ስለምንታይ? እቲ በቲ ኣብ ላዕሊ ተመልኪቱ ዘሎ መንገዲ ገይሩ እናኸደ በቲ መሳልልቲ ገይሩ ከዓ እናደየበ ኣብ ፍቕሪ ሃገሩ ዝበፅሕ ሰብ ምእንቲ እቲ ዘፍቅሮ ህዝቡን ምእንቲ እታ ዘፍቅራ ሃገሩን ዘለዎ ኩሉ ምስ ዘድሊ ሰረ ህይወቱ እውን ከይተረፈት ኣሕሊፉ ይህብ በሉ። ሃገራውነት እምበኣር ንጥቕሚ ናይቲ ማሕበረሰብ ብሓቂ ዝሕለቕ ስምዒትን እምነትን እዩ። ብፖለቲካ ንልኡላውነት ሃገርን ንሓርነት ህዝብን፣ ብኢኮኖሚ ንረብሓ ናይቲ ሕብረተሰብ፣ ብባህሊ ንምዕባለን ሓበንን ናይቲ ህዝቢ ንምዕቋብ ንዘዕልም እምነትን ንጥፈታትን የመልክት። ብኸምዚ ዝኣመሰለ ሃገራውነት እንተተጓዓዝካ፣ ኣብ ልዕሊ ካልኦት ማለት ኣብ ልዕሊ ባዕዳውያን ጽልኢ፣ ብደዐ፣ ንዕቀት፣ ኣሎካ ማለት ኣይኮነን። ህዝብኻ ወይ ማሕበረሰብካ መታን ከተፍቅር ንኻልኦት ኣህዛብ ክትጸልእ ኣድላዪ ኣይኮነን። ስለዚ ብዝተፈላለየ መዳያት ዝዋፈር ሃገራውነት ንጥቕሚ ናይቲ ማሕበረሰብ እምበር ንጉድኣት ወይ ወጽዓ ናይ ካልኦት ኣይኮነን። እኳ ደኣ ሃገራውነት ብኣወንታውን ሃናጽን ሸንኹ ምስ ካልኦት ማሕበረሰባት ወይ ኣህዛብ ሰላማውን ምሕዝነታውን ዝምድና ንኽህሉ ዝድግፍ እዩ። ብዙሕ እዋን ሃናጺ ወይ ኣወንታዊ ሃገራውነት ምስ ሓርበኛነት ምስ ፓትሪዮቲዝም ሓደ ትርጉም ዝወሃቦ ይመስል። ዳርጋ ሓደ እዩ'ውን። ግዳ መብዛሕትኡ እዋን ክንጥቀመሉ ከለና ሓርበኝነት ዝብል ኣምር ተራ ንዝኾነ ናይ ማሕበረሰብካ ሓልዮት ጥራይ ዘይኮነ ካብኡ ሓሊፉ ካብ ሚሒር ዝኾነ ፍቕሪ ማሕበረሰብካ ተበጊስካ ግላዊ ጥቕምኻ ኣብ ገለ ኩነታትስ ህይወትካ ከይተረፈ ናይ ምርካስ መጠን ተወፋይነት እዩ ዘመልክት። ብኻልእ ኣዘራርባ ኩሉ ሃገራውነት ዘለዎ ወይ ኩሉ ሃገራዊ ዘበለ ናይ ግድን ሓርበኛ እዩ ማለት ኣይኮነን። ከምቲ ኣቐዲመ ዝጠቐስኩዎ ሃገራውነት ኣብ ዝተፈላለየ ሜዳያት ይንጸባረቕ። ኣብ ናይ ፖለቲካ፣ ናይ ኢኮኖሚ፣ ናይ ባህሊ ወዘተረፈ ኣብዚ እዋንዚ ሕቶታትን ጸገማትን ኣጋጢሙና ስለዘሎ፣ መንግስቲ ህዝባዊ ግንባር ክኣ ነቲ ዝወላዓቶ ውግእ ብሽም ሃገራውነት ስለተማዕርጎ፣ ዝምድና ውግእን ሃናጺ ሃገራውነትን እንታይ ምዃኑ ምዝካር ኣድላዪ እዩ። ሓደ ካብቲ ፍቕሪ ሃገር ብፖለቲካዊ ሜዳይ ዝከላኸለሉ ጥቕምታት ልኡላውነት እዩ። ልኡላውነት ናይታ ሃገር ወይ ብሄር ብኹሉ ሸነኻት ከም ዝሕሎ ይገብር፣ ማለት ብዲፕሎማሲ፣ ብኢኮኖሚያዊ ቃልሲ፣ ከምኡ ኸዓ እንተድኣ ተደልዩ ብውግእ። ብዛዕባ ውግእ ኣብ ናይ ሽሕን ትሽዓትምትን ተስዓን ሽዱሽተን መደረይ ተማይጥና ኔርና ኢና፣ ንዝርዝር ሓሳባት ብዛዕባ ብዛዕባ ውግእ እምበኣር ንዕኡ ደጊምካ ምውካስ ኣኻሊ እዩ። ሕጂ ብሓጺሩ ክጠቕሶ ዝደሊ እዚ ዝስዕብ እዩ፣ ውግእ ናይ ሓቀኛን ሃናጽን ሃገራውነት መግለጺ ዝኸውን፣ እንተድኣ እቲ ዕላምኡ ወይ ሸትኡ ፍትሓዊ ጥቕሚ ሃገር ንምዕቋብ ኮይኑ፣ ነቲ መሰል ንምዕቋብ ከኣ ካልእ ኣማራጺ ማለት ሰላማዊ መንገዲ ዘየለ ኮይኑ እዩ። ንኣብነት መሬትካ እንተተወሪሩ ብሰላማዊ መንገዲ መሬትካ ክግደፈልካ ትሓትት፣ ንዘሎ ናይ ኣህጉራዊ ሕጊ ስርዒታት ትጥቀም። እዚ ኩሉ ጌርካ እቲ ወራሪ ነቲ ሜሬት ኣይገድፎን ኢሉ ምስ ዝግተር መሬትካ ክተምልስ ሓይሊ ትጥቀም፣ ውግእ ትኣቱ። በዚ ምኽንያትን ኣገባብን እዚ እተካይዶ ውግእ ሓቀኛ ፍትወት ሃገር ዘንጸባርቕ እዩ። መግለጺ ናይ ሓቀኛን ሃናጽን ሃገራውነት እዩ። ከምኡ ከኣ ኣብ ትሕቲ ባዕዳዊ መግዛእቲ ዘሎ ህዝቢ ካብ መግዛእቲ ሓራ ንምዃን ዘካይዶ ቃልሲ ዝውልዖ ውግእ መርኣያ ሓቀኛ ሃገራውነት እዩ። ናይ ከምዚ ዝበለ ውግእ መንስኤ ወይ መለዓሊ ልባዊ ሓልዮትን ፍቕርን ናይ ማሕበረሰብካ እዩ። ሸቶኡ ከኣ ናይ ካልኦት ወጽዓ ከይኮነስ ናይ ሃገርካ ልኡላውነት፣ ናይ ማሕበረሰብካ ማለት ናይቶም ወገንካ ዝኾኑ ህዝቢ ሓርነትን ራህዋን ቅሳነቱን እዩ። ብሓጺሩ እምበኣር፣ ሃገራውነት በቲ ሓቀኛን ሃናጽን መንፈሱ ከምዚ ዝተገልጸ እዩ። ሃገራውነት ዝተፈላለየ መልክዕ ወይ መግሃዲ ኣለዎ። ንዓና ንኤርትራውያን እኳ ሃገራውነት ክበሃል ከሎ ተፈሊኻ ንበይንኻ ሃገር ምዃን ዝብል ሓሳብ እዩ ጦብላሕ ዝብለና። ምፍላይ ግን ሓደ መልክዕ ናይ ሃገራውነት ጥራይ እዩ። ካብኡ ተረፈ ምስ ዝመስሉኻን ምስ ዝሰማምዑኻን ኣህዛብ ወይ ብሄራት ወይ ማሕበረሰባት ንምሕባር እሞ ዝዓበየ ዓድን መንግስትን ንምቋም ዝግበር ጻዕሪ እውን ሃገራውነት እዩ። እኳ ደኣ ኣብ መበል ዓሰርተ ትሽዓተ ክፍለ ዘመን ኣብ ምዕራብ ኢሮጳ ዝካያድ ዝነበር ሃገራዊ ምንቅስቃሳት ናይ ሓድነት ምንቅስቃሳት ናይ ሓድነት ሃገራውነት እዩ። ኣብዚ ሕጂ ኢጣልያ ዝበሃል ሃገር ኣብዚ ጀርመን ንብሎ ሃገር ዝተፈላለየ ናእሽቱ ግዛእታት እዩ ዝነበረ። ሃገራዊ ምንቅስቃሳት ነቲ ሓደ ቋንቋ ዝዛረብ ዝተፈላለየ ማሕበረሰባት ኣሕቢሩ ሓደ ሃገር ገይርዎ። ስለዚ ሃገራውነት። ናይ ምፍላይ ምንቅስቓስ ጥራይ ኣይኮነን ዝወልድ፣ ናይ ሓድነት ምንቅስቓሳት እውን ይወልድ እዩ። ብኻልእ ኣዘራርባ፣ ሃገራዊ ዝበሃል ንፈለ ንፈለ ዝብል ጥራይ ኣይኮነን። ንሕበር፣ ምስ ካልኦት ሓድነት ንግበር ዝብል እውን ሃገራዊ ክኸውን ይኽእል እዩ፣ እንተድኣ እቲ ሓድነት ንጥቕሚ ማሕበረሰብና ዘገልግል እዩ ኢሉ ኣሚኑ። እቲ ንፈለ ዝብል እውን እኮ ሃገራዊ ዝኸውን፣ ተፈሊኻ ናይ ብሓቂ ነጻ ክትከውንን ክትምዕብልን ትኽእል ኢኻ ዝብል ሓቀኛ እምነት እንተሃልዩዎ እዩ። ካብኡ ተረፈ፣ እቲ ዕላምኡ ተፈሊኻ ብጣልያን ወይ ብኣመሪካ ወይ ብእስራኤል ወይ ብዝኾነ ካልእ ባዕዳዊ ሓይሊ ንክትግዛእ እንተኾይኑ እቲ ናይ ምፍላይ ምንቅስቓስ ሃገራዊ ኣይኮነን። ክልተ ሃገራውነት ብጸቢብን ወጋድን መንፈሱ እንታይን ከመይን እዩ? እዚ ብቋንቋ እንግሊዝ ናሮ ናሽናሊዝም ጸቢብ ሃገራውነት ወይ ከዓ ኤክስክሉሲቭ ናሽናሊዝም ወጋድ ሃገራውነት ተባሂሉ ዝግለጽ እዩ። መንፈሰ ጸቢብ ወይ ወጋድ ሃገራውነት ብሽም ሃገር ወይ ብሄር ብሓፈሻኡ ብሽም ፖሊቲካዊ ማሕበረሰብ ዝዋፈር ግዳስ ካብ መንገዲ ሓቀኛ ሃገራውነት ዝወጸ መንፈስ ሓቀኛ ሃገራውነት ከኣ ዘይብሉ ኣቕዋም፣ ኣተሓሳስባ፣ ኣገባብ ወይ ንጥፈታት እዩ። ከምዚ ዝበለ ሃገራውነት ምስቲ ትምክሕትነት ብእንግሊዝኛ ሾቭኒዝም ተባሂሉ ዝጽዋዕ ነገር ዝተተሓሓዘ እዩ። ትምክሕትነት ኣብ ናይ ፍሉይነት መኸተ ዝተሰረተ ኮይኑ እቲ ሃገር ወይ ማሕበረሰብ ካብ ኩሎም ካልኦት ዘገድሱ ኣህዛብ ዝበለጸ ምዃኑ ይጽዕድ። ሸቶ ወይ ዕላማ ናይ ትምክሕትነት፣ ሕጋውን ፍትሓውን ጥቕሚ ናይቲ ማሕበረሰብ ወይ ከዓ መሰል ናይቲ ሃገር ወይ ብሄር ምሕላውን ምርግጋፅን ኣይኮነን። መበቆሉ ወይ መንስኤኡ ፀቢብ ጥቕሚ ናይቲ ገዛኢ ውልቀሰብ ወይ ገዛኢ ጉጅለ እዩ። ባህርያት ናይቲ ፀቢብ ጥቕሚ። ፖለቲካዊ፣ ከም ምጥጣሕን ምንዋሕን ስልጣን፣ ኢኮኖሚያዊ፣ ማለት ሃብቲ ገዛኢ ጉጅለ ምስባሕ፣ ወይ እውን ናይ መን ከማይ ዕብዳን ዝወለዶ ህንጡይነት ክኸውን ይኽእል። እዚ ኣብነታት ጥራይ እዩ ዝድርኾ። እዝን ከምዝን ካብ ኮነ፣ ትምክሕትነት ናይ ግድን ንናይ ካልኦት ማሕበረሰባት ወይ ሃገራት ጥቕምን መሰልን ዝጻባእ እዩ ማለት እዩ። ነቲ ናይታ ሃገር ህዝቢ ወይ ነቲ ሓፋሽ ናይ ብትምክሕተኛታት ዝግዛእ ዘሎ ሃገርከ እዚ ዘይፍትሓዊ ጥቕምታትዚ ይብጽሖን የገልግሎን ድዩ? ኣይብጽሖ ኣየገልግሎ። ዋላኳ እቲ ትምክሕቲ ሃገራውነትዶ ሓርበኝነት ወይ ከኣ ኣብ ኤርትራ ሕጂስ ወግሐ ጸብሐ ዝርቋሕ ዘሎ ምክልኻል ሃገር ዝብል ሰናይ ዝቓንኡ ሓረግ ተጎምጒሙ ዝቐርብ እንተኾነ። ኣይብጽሖን ጥራይ ኣይኮነን ከይዱ ከይዱ እውን ጉድኣት ዘምጽኣሉ እዩ መብዛሕትኡ እዋን። ትምክሕትነት እምበኣር ንናይ ካልኦት ኣህዛብ ፍትሓዊ ጥቕምን መሰልን ክጻባእ ዝህቅን ብምዃኑ ምስ ካልኦት ህዝብታት ሕውነታውን ምሕዝነታውን ዝምድና ምስ ዝብል ዕላማ ዝሳነ ኣይኮነን። ትምክሕቲ ወይ ጸቢብ ሃገራውነት ኣብቲ ማሕበረሰብ ንዘሎ ድኽመታት ከም በዓል ዋሕዲ ሓበሬታ፣ ዋሕዲ ኣፍልጦ፣ ዘምባል ኣተሓሳስባን መርትዖ ኣልቦ ግምታትን፣ prejudice፣ ይምዝምዝ። ነዚእታት እናመዝመዘ ንሃገራውነት ኣዘንቢሉን ጠምዚዙን ኣንጻር ሓቀኛ ፍቕሪ ሃገር ንዝኾነ ሸቶዑ ውዕሎ። ትምክሕትነት ኣብ ዝተፈላለየ ሜዳያት ብኸመይ ይገሃድ? ወይ ከኣ እንታይ መኸተታትን ጽዕዳታትን መናፍሓትን ይገብር? ንኣብነት ነቲ ማሕበረሰብ ብዘይተኣደነ መጠን ካብ ካልኦት ኣብሊጹ ይገልጾ፣ ንኻልኦት ብምቁንጻብ ካብ ካልኦት ዝበለጸ ገይሩ ይስእሎ፣ ማሕበረሰብና ወይ ህዝብና እቲ ዝለበመ፣ እቲ ዝማዕረገ፣ እቲ ኣዝዩ ዝተቐደሰ፣ እቲ ኣዝዩ ቅጥዐኛን ጥበበኛን ዝኾነ እዩ ወዘተረፈ ብምባል ኣብ ልዕሊ ካልኦት ስልጣንን መሪሕነትን ባህርያዊ ዕጫኡን መደቡን ምዃኑ ይምክት። እቶም ካልኦት ማለት እቶም ተጸሊኦም ዘለዉ ወይ እቶም ተጻረርቲ ህዝቢ በንጻሩ ብኣሉታዊ ቅጽላት ጥራይ ይግለጹ። ብኹሉ ሜዳይ ብኣሉታዊ ጥራይ ይግለጹ። ንኣብነት ስራሕ ዘይፈትዉ ህኩያት፣ ዘይእመኑ፣ ሰረቅቲ ሓሰውቲ ዘይ ጀጋኑ ፈራሓት ጀጀውቲ ዘሐብን ታሪኽ ዘይብሎም ድሑራት ብመንነቶም ዘይ ሕበኑ ጥቁዓት ስምዒተ ትሑት ርሕራሔ ዘይ ብሎም ኣረሜናዊ ፈራሕ ጭካኔ ዘዘውትሩ ኣፋፍኖት ዘመናዊ ስልጣኔ ወይ ጨዋነት ዘይ ብሎም ድሑራት ወረ ሓደ ሓደ ግዜስ ክሳብ ብመልክዕ ከይ ተረፈ ደመት ኮነ ውቃበ ዘይ ብሎም ካካያት ተባሂሎም ይግለጹ። እዚ ዝጠቅሰልኩም ዘለኹ ገለ ካብቲ ሕሉፍ ዝኾነ ኣብነታት እዩ።

ክሳብ ዝመጽእ ዘሎ ረቡዕ ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና ዓቢ ሃንቀውታ ኣለና radio adal at gmail dot com እዚ ነጻ ሬድዮ ኣዳል እዩ።